ሃሎ ደቂ ነጋውስ ከመይ ኣለኹም? ኣዜቤ ፅቡቅ ክትብሉ ተስፋ ገብር ደቂ ነጋውስ ፈትወኩም እየ ፈትወኩም እየ ፈትወኩም እየ ሕጂ ከዓ ሒዘ መፅየ ዘለኹ ትሮማ በሰላ በሰላ ወይ ከዓኒ ወልፊ ከኣ ንእሽተይ ገይረላ ኣለኹ ቅድሚ እዚ ምዝራበይ ፕሊስ ሼር ግበርዎ ሰምሃው ብዙሕ ሰብ ይርእዮ የሎን ተባሂሉ ሰሚዐ ፕሊስ ሸር ግበርዎ ኩሉ ሰብ ማእታን ክርዮ ብሓንሳብ ክንዓቢ ከባራብረርና ማእታን ክንፈልጥ ኢለ እየ ዘውፅኦ ዘለኹ ክነቅሕ ስለዚ ሸር ግበርዎ ኢኹም ማእታን ፍልጠት ድሕን ፋሕ ኢሉ ብሓንሳብ ማእታን ክንዓቢ ኣብቲ ናይ ቃጭል ድሕን ጭር ክሊክ ድሕን ጥውቅ ኣቢልኩሞ ከዓኒ ከውፅእ ከሎ ከዓኒ ክመፀኩም ይኽእል እዩ ኣብቲ ናታትኩም ሽዑ ቃሕ ክብለኩም ከሎ ሰዓት ትርእይዎ

ዝብል ኣውፅኤ ኣለኹ ሕጂ እቲ መብዛሕትኡ ኣነ ድውፅኦ ኩሉ ኮኔክት ንዓና የድልየና ንዓይ ስለ ዘድልየኒ ንዓና የድልየና ኢለ ስለ ዝኣምን እየ ደውፅኦ ሕጂ ፍታ ናይ ፍርሒ ከዓ ረኣይዋ ኢኹም እታ ናይ ፍርሕን እዚኣን ክልትኤን ኣቢልኩም ኩሉ ግዜ ነነብስና ንምድሓን እዩ ንመሃሮ ንነብስና ምድሓን ንኽንፈልጦ ኣብቲ ንውዕሎ ኣብዚ ድሕን ውዒልኩም ንነብስኹም ክተድሕኑ እዩ ኣብቲ ዘይኮነ ቦታ ድሕን ውዒልኩም ከኣ ንነብስኹም ስለ ዝኾነ ኣበይ ንውዕል ክንፈልጥ ኣለና እዚ ኩሉ ኣነ ዘምጾ ከኣ ንዓና መእለይና ክንኣሊ ኣብቲ ኒሕና ናይ ቀንዲ ኒሕና ንምምጻእ ዝዓለመ እዩ ናተይ ኩሉ ስራሕ ደቂ ነጋውስ እፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ክብለኩም ከለኹ ከዓኒ ሓደ ሓደ ሰባት ኬፍ ኣይህቦምን እዩ ግን ከም ደቂ ነጋውስ ፈልጡ እዮም ደቂ ነጋውስ ምዃኖም ምክንያቱ ኣነ ዘይኮንኩ ሲ እቲ መሬትኩም ደቂ ነጋውስ ብሽም ነጋውስ ይፅዋዕ ኦኬ ብዙሕ ናይ ንግስነት ስራሕ ሰሪሕም ንግስነት ማለት ላዕሊ ኮንካ ን- ብውግእ ቀቲልካ ሰብ ጨፍጪፍካ ልዕሊኦም እ፣ ፈረስ ክትጋልብ ማለት ኣይኮነን ኖ ፍትሒ ድፈልጡ ደሞም ምስ ኦክስጅን ጽሩይ ነጋቲቭ ኤነርጂ ዘይብሎም ፈቃራት ሃይፐር ብሬን ዝገብሮ ማለት እዩ። እዚ ከኣ ኣብ ኣተዓባብያኹም ርኢኹሞ ኣለኹም እሱ እዩ ጭውነት ዘለዎ ማለት እዩ። ጭዋ ክበሃል ከሎ ምስ ገለመለ ጭዋ ማለት ኦኬ ዘይናቱ ዘይደሊ ፈቃር ፍትሓዊ መዓት ነገራት ሕጂ ኣናይ ክብል ኣይደሊን እየ ምክንያቱ ግዜ ከወስደልኩም ደቂ ነጋውስ ኣብዚ ናይ በሰላ በሰላ ኤርትራዊ ብዙሕ በሰላ ኣለዎ ምክንያቱ ካብ ላዕሊ ናብ መሬት ውድቀት ኣዳም ንኤርትራዊ እዩ ተረኪብዎ ውድቀት ኣዳም ናባና እዩ ኦኬ ብዙሕ ነገራት ኣለውኖ ክኸውን ኣይክእልን እዩ ግን ረአዩ ዓለም ከም ሕጃ ይፀበበትን እተም ሓደሽቲ ሓደሽቲ ሃገራት ኣለዉ ሓደሽቲ ሰባት ኣለዉ ብዓለም ኦኬ ናይ ቀደም ሃገራት ኣለዉ ናይ ቀደም ሰባት ከ ኣለዉ ኦኬ እዚ ክትፈልጡ ክትክእሉ ጎለ ድሕን ጠሚትኩሞስ ቀሊል እዩ ንክፍለጥ ብዝኾነ ኣነ ከም ዝኹሉ ግዜ ዝብለኩም ንሕና ኤርትራውያን ኤርትራ እቲ ቦታ ምስ በዓል ቻይናን ኢንድያን እዩ ዝወዳደር ነይሩ ትፍልጠቱ ላዕሊ ነይሩ ግን ኣቦታትና ትሮቦ ፈቀራ ስለዞም ከምዛ ሕጂ ትኸይድላ ብንእሽተይ ብዓቢ ከምኡ ተረኺቡ ኣብኡ ኣትዮም ተዋሊዶም ቋንቋና ፈሊጦም ልምድታትና ፈሊጦም ተሓዋዊሶም ንዓና ኣጥፊኦምና እዚ ካብቲ ኣነ ብዙሕ ነጊረኩም እየ ካበይ ከም ዝመፀና ከመይ ኢልና ኣብኡ እንታይ ከም ዝገበርና ምዕባሌና ኣበይ ነይሩ እዚ ኣነ ኩሉ ገሊፀልኩም እየ ኦኬ ብድኾነ ጥራሕ ክብለኩም ደልየ ዘለኹ ንሕና ብብዙሕ ስለ ዝሓለፍና ስጋብ ሕጂ ከኣ ንሓልፍ ስለ ዘለና ንድሕሪት ኣይትመልከቱ ኣብ ሕጂ ዘሎ ተመልከትዎ እንታይ እዩ ዘሎ ከመይ እዩ ዘሎ እቲ መሬት እንደገና እዩ ዝድገም ዘሎ ኦኬ እዚኣ ክትፈልጥዋ ኣለትኩም ግልፂ ከም ሕጂ ግልፂ ይኮነን ኦኬ እንደገና ዝደጋገም ሓድሽ ነገር የለን ኣንደር ዘሳን ዝብለኩም እዚ እዩ በሰላ ከዓ ካብ ቀደም ንሕና ንዓና ሽዱሽተ ሽሕ ዓመት እዮም ኣቢሎምና ሽዱሽተ ሽሕ ዓመት እዮም ንዓና ናትና ኣብ መንገዲ ኣካይዳና ከም ሕጂ ኣብ ሃይማኖት ቀይሮሞ ዶ ኣለዉ ኦኬ ኣተዓባብያ ቆልዑትና ኣተኣላልያ ስድራና ከመይ ንነብር ምስ መሬት ኮኔክትድ ምስ ፀሓይን እዚ ኩሉ ንዓና ኣጥፊኦም ካባናትና ወሲዶም መጽሓፍ ቅዱስን ቁርኣንን ቶራ ሰሪሖም ምክንያቱ እቲ እኔ ድሕራይ እዚያ ነዚያ ንሽተይ ክዛረበላ እንዲ ኣብ ካልእ ቪድዮ ኣብ ካልእ ክወዘኩም ኣነ ክብለኩም ደልየ ዘለኹ ግን ካብ ግዜ ቀደም ካብቲ ክርስትና እስልምና ሃይማኖት ሰለስተ ደ ኣብራሃሚክ ሬሊጅን ዝበሃላትን ሰለስተ ክመፃ ከለዋ ነቲ ናይቲ ሰብ ኣካይዳ ንምልዋጥ ከምዚ ሕጂ ብ ኤርትራ ሰብ ከመይ ይነብር ነይሩ ከመይ ተቀይሩ ዋላ ኣብ ዓለም ሰብ ከመይ ይነብር ነይሩ ከመይ ይቀይሮ እንታይ ኣምጺኦም እዮም ዶ ዓቢ ነገር ኣብ ኣጽዲፎም ግን ፈጣሪ ምሳና እዩ መላእኽቲ ኣለዉ ንዓና ድሕግዙና ፌር ድዮም ትብሎም ዋልት ኤፈር ረቀቕቲ ነገር ዋላ ደቂ ሕድርትና ዋላ ገለ እዚኦም ኩሎም ንዓና ድሕግዙና ኣለዉ ደይ ነይሩ እዮም ፊዚክሊ ኦኬ ስለዚ ክንኣምንን ሃምብል ክንከውን ኣለና ይብል። ብዝኾነ ሕጂ ናይ በሰላ ካብ ቀደም ስጋብ ሕጂ በሰላ ኣሎ። ብሕፅር ዝበለ እንቶም ግዜ ዘይብልኩም ብሕፅር ዝበለ በሰላ ናይ ሕጂ ኣሎ ናይ ሕሉፍ ኣሎ። ኦኬ እዚ ከዓኒ ድሕን ጠሚትናዮ ብስነ ስርዓት ክሓዊ ይኽእል እዩ ክጠፍእ ይኽእል እዩ ግን ንሕና ምስ ስጋ ኣታችድ ድሕን ኮይና ግን በሰላና ከዓ እንዳገደደ እዩ ዝኸይ ንዕኡ ኢለ የምፅኤልኩም ዘለኹ ብሓፂሩ ግን ከነጥፍኦ ንኽእል ኢና ምክንያቱ ንሕና መን ምዃንና ድሕን ፈሊጥና ንሕና ኣንታቸብል ደይንትንከፍ ኦኬ ንሕና ብርሃን ብፈጣሪ ብምስጢር ፈጣሪ ዝተሰርሐ ብርሃን ኢልና ድሕና ሓስብ ኮይና ቃንዛ ኣይትንክፈና በሰላ ኣይትንክፈና ኢኒወይ ከኸዶ እየ ግን ከም ዝከኣል ካብቲ በሰላ ከም ትወፅእ ሃንድረድ ፐርሰንት ኣነ የረጋገፀልኩም ባይናዊ ግዜ ክትፈልጡ ሕጂ በዚ ቪድዮታተይ ትስዕቡ ሲ ባይናዊ ሲ ሰብ ክንዲ ምንታይ ክእለታት ከም ዘለዎ ሲ ክትግምቱ ትኽእሉ ኢለ ይሓስብ ብዙሕ እኮ ኣይረኣኹን ከምዚ ናተይ ኣለዉ ሕጂ ይወፁ ኣለዉ ሕጂ ይወፁ ኣለዉ ዊች ኢዝ ናይስ ብጣዕሚ ይወፁ ኣለዉ ኣብ ነብሶም ዝተኣማመኑ ሰባት ብጣዕሚ ደስ ዝብለካ ረኮመንድ ረኮመንድ ክነገርኩም ክስቶ ክስቶ ክብል ክፍትን እየ ግን ብዙሓት እዮ ብዝኾነ ሕጂ ናይ በሰላ ክንዛረብ በሰላ በሰላ ማለት ቃንዛ ናይ ሕሉፍ ወይ ከዓ ንምሽ ድሕን ኣነ ድሕን ወዲቐ ማርካ ትገድፈለይ ማርካ በሰላ እያ እዚኣ ትበሃል ቃንዛ ክትሪኣ ከለካ ሽዑ እቲ ግዜ ስለ ትዝክሮ ይዓርያ ተቐንዞካ ኣብ ውሽጥና ኣብ ማይድና ብደይ ፍቓድና ዝተገበሮ ነገር ኣብ ሂወትና ኣብ መንገድና ስለ ዘሎ እዚ በሰላ ፈጥረልና ኦኬ ኣብ ርእስና እንደገና የጋድዶ ሕጂ ወልፊ ይኸውን እንደገና እንደገና ግዜ ክንረክብ ከለና ወይ ክምእምኣና ከለዎ ገለገል ኣብቲ በሰላና ኣቲና ንቅንዞ ኦኬ ወልፊ ኣለና እቲ በሰላ የለን ኣይኮነን ኣሎ ኦኬ ግን ኣብ ምንታይ እዩ ዘሎ ሕጂ ክልተ ነገር ከን ከን ክንፈላለ ዘለና ናይ ርእሲ ዝሰርሖ ኣሎ ዑስ ኢሉ ኣንቲ ክስታይ ኣንቲ ክስታይ ኣንቲ ክስታይ ኣንቲ ክስታይ ኢሉ ኦኬ ናይ ብሓቂ ኣብ ማዕንጣና ዝስምዓና ኣሎ ኦኬ ሕጂ እዚኤን ክልተ ክንፈላልየን ክንክእል ኣለና ማዕታን ክንፈልጥ ኣበይ ትመሰረትነትና ኮዝ እቲ ቀንዲ ቃንዛና እቲ ቀንዲ በሰላና ደቂ ናጋዋ ስምኣታንና ክንፈልጥ ኢለ ኦኬ በሰላ ዝሓለፈ ቃንዛ ወይ ዝተወራረሰ ቃንዛ ወይ ሕማም እዩ ሕማም ትወራረሶ ኢኻ ኦኬ ዋላ ጠባያት ከማን ትወራረስ ኢኻ ኦኬ ምክንያቱ ከምቲ ዝበሃል እቶም ሃይማኖታውያን ከምዚ ዝበሃል እተን ሶል እተን ሶላት ፍሉጥ ኣቴን ተን ነፍሲ ፍሉጥ ኣቴን ኣብዚ ዓለም ማነፈስት ዝኾና ግን እንዳመፃ ስጋ ለቢሰን እንደገና ስጋ ዝፀድቕ ሰብ ይመላለስ ይመላለስ ይመላለስ ስለዚ እንታይ ንገብር ክንፈልጥ ክንክእል ኣለና ክንመላለስ ኢና እንዳመን ኢና ከኣቲና ተወሊድና ንምለስ ክነለል ክእል ኣለና ኣብቶም ደይንፈትዎም ከይንምለስ ማለት ምክንያቱ ኩሉ ነገር ንዓና ንሪኦ ንዓና መዕበይናን መምሃሪናን ኣብቲ ንመርጾ ቦታ ንውለዶ ከማን ይማታ ንዓና ክንምሃር እዩ ደቂ ነጋውስ ኤኒወይ ክሪኮርድ ትገብር ኣላ ድያ እወ ኦኬ ዘይፅር እንታይ ኦኬ ዘይፀሪ በሰላ የለን ግን ንስኻ ክንደይ ድሉ ክንደይ ምንታይ ድልዋት ኢና ንሕና በሰላና ቃንዛና ከነፅርስ ድልዋት ዲና እምበር ደይ ደይ ሕጂ እዚ ኣዜብካ ኣዘረባ ጥራሕ እየ ተኮይኑ እዚ ዓይነት ብሰላስ ከመይ ገይረ ከፅሮ እከኣል እዩ ንስኺ ፈጣሪኺ ንስኻ ፈጣሪኻ ይከኣል እዩ ዋላ ዝኾነ ነገር ኣብ ኣካባቢኻ እቲ ነቲ ቃንዛኻ ኩሉ ግዜ ደዘኻኽረካ ምኽንያት ኣለዎ ንዓኻ ምስ ውሽጥኻ ንኸራኸበካ እዩ ማዕታን ሃምብል ክትከውን ማዕታን ሃምብል ንክንከውን እዩ ኦኬ ውሽጥኻ ምእታው እወ ኣብ ውሽጥና ጥራሕ ምእታው እዚ ኣነ ዝርእዮ ዘለኹ ነገራት ሕጂ ኩሉ ግዜ ኣነ ብል እዚ መከራ ንኤርትራውያን ዝረኽበና ዘሎ ሲ እንታይ ኢና ኣብ ኢና ጌጋ ከይድና ኦኬ ኣብ ኢና እንታይ ኢና ኮይና እንታይ ኢና ኮይና እንታይ ኢና ኮይና እዚ ኩሉ ግዜ ደተሓሳስበኒ ግን ንሕና ሃብል መሳኪን ኢና ክንጎርሕ ክንክእል ኣለና ክንዓቢ ክንክእል ኣለና ክንርኢ ክንፈልጥ ክንክእል ኣለና መን እዩ ምሳና ዘሎ ክነለለ ክንክእል ኣለና

ከነለልዮ ክንክእል ኣለና እቲ በሰላ ኣለኒ እዩ ክብል ከለኹ ሕጂ ናይ ብሓቂ ድዩ ኦኬ ኣበየናይ ኣበየናይ እዩ ሕጂ ኩሉ ሰብ እንዳማዕበለ እቲ ሕማቕ ነገር እቲ በሰላ እንዳተለዋወጠ እዩ ዝኸይድ ኦኬ ንኣብነት ድሕን እንታይ ሕማቕ ኤግዛምፕል ከይመፅእ እንደ ፈርሒ ደቂ ነጋውስ ሕጂ ንኣምን ሓደ ነገር ንሓንቲ ዶ ጓል ኣንስተይቲ መብዛሕተን ደቂ ኣንስትዮ እየን ክስታይ ዝረኽባ ግፍዕት ዝረኽባ ኦኬ ሕጂ እዚ ሒዝካዮ ክትከይድ እዚ ግፍዒ በሰል ኣይድኾነካ ምሽ ሕጂ እቲ ግፍዒ ዝበሃል ቀደም ምናልባት ሕጂ ግፍዒ ኣይኸውንን ክኽእል ሀ however ናፍቲ ካፍቲ ቦታ ስጋዕ እዚ ቦታ ዘለኻዮ ግን መሰጋገሪ ብምክንያት እዩ ኩሉ ነገር ብምክንያት እዩ ዝመፅእ ንምምሃር መሪፅና ኣነ ነጊረኩም እየ ቅድሚ ሕጂ ኣብዚ ዓለም ክንመፅእ ከለና ንሕና ሲዲ ነጊረኩም እየ ቅድሚ ሕጂ መሪፅና ኣበይናይ ፓርቲ ኢና ንፃወት ንነብር ንፍተን ፈተና እዚ ዩኒቨርሲቲ እዩ ፈተና ንክንፍተን ኢና ዘለና መጺእና ኣብዚ ንፍተን ኦኬ ድሕን ክንቀያይሮ ከዓ ንሕና ራይት ኣለና ክንቀያይር ንኽእልና ግን እንደገና ክንምለስ ኢና ምክንያቱ ድሕን እኹል ደይኮነ ኣብዚ ሰዓት እዚ ሕጂ ድሕን ንሕና ፅቡቅ ግብሪ ጌርና ፅቡቅ ንመሬት ንሰብ ንነብስና ድሕን ፅቡቅ ጌርና ብነብስና ጀሚርና እንታይ ይበሃልና እቲ ፅቡቅና እቲ ፅቡቅ ካርማ እቲ ፅቡቅ ካርማ ስለ ዝበዝሕ ኦኬ ንጸሪ ማለት እዩ ንጸሪ ዓይንና ክፈት እቲ ሳልሳይ ዓይኒ ዝበሃል ማለት እዩ ኦኬ እዚ ይኸፈት ሽዑ ቶታል ኣንደርስታንዲን ህሎካ ምስ ዝኾነ ምስ ኩሉ ማዕረ ትኸውን ኤኒዌይ ሕጂ ናብ እንደገና ናብ ካልእ ከይደ ኣብዛ ናይ በሰላይ ደኣ ክብል ኦኬ ዘይፀርብ በሰላይ ኣለን ንስኻ ክንዲ ምንታይ ድልው ኢኻ ኣብ ውሽጥኻ ከምዚ ሕጂ ክዛረቦ ዝጸናሕኪ እሳ ነጊራ እዚ ጠንቂ በሰላ ምልላይ ጽቡቅ ጌርና በሰላ ካበይ ይመጽእ ኣብዚኣ ነረ በሰላ ካበይ መጽዩ ከነለልዮ ኣለና ሓቂ ድዩ ተረኺቡ ድዩ እዚ ነገር ዋላሲ ዝክርያት ድዩ ኦኬ ኣብ ነፍስና ዝዝክሮ ድዩ ኦኬ እዚ ከነለለ ክንክእል ኣለና ምክንያቱ ኣፃራሪኡ ኣተሓፃፅብኡ ማእታን ክቀለልና ወይ ከነለሊ እዩ ዝክኮነልና ግዜ ከይወሰደ ማለት እዩ ደቂ ነጋዋስ ዝያዳ ምልላይ ኣበይ ይስማዓና ሕጂ ንኣብነት ኢስቲ በሰላ ክስማዓና ከሎ ኣብ ርእስና ድዩ ሰብ ዝተባሃሎ ጌጋ ጌጋ ክትባሃል ዓቢኻ ድዩ ምስቲ ሓደ ነገተ ጌጋ ኮይኑ እንታይ እዩ ኣበይ እዩ ዘሎ እቲ በሰላ ካብ መዓንጣና ድዩ ካብ መዓንጣና ተደኣ ኮይኑ ሓቂ እዩ ናይ ርእሲ ይኸይድ ይመጽእ ይኸይድ ይመጽእ ናይ መዓንጣ ሪብ ቀደም ሓንጎል ማዓንጣ እዩ ኔሩ ኦኬ ስልጣኔ ናይዞም ሕጂ ዘለዎ ዓለም ስልጡናት ተባሂሉ ግን ኦኬ ኣብ ርእሲ ገይሮሞ ናይ ርእስኻ ሓሶት እዩ ኦኬ ናይ ርእሲ ሓሶት እዩ ካብቲ ቀንዲ ኩሉ እቲ ውጥቀት ኣዳም ዝበሃል ኣነ ኩሉ ግዜ እነግረኩም ካብ ሙሉእ ናብ ጎደሎ ብብዙሕ ምክንያታት ብብዙሕ ምክንያታት ጭብጢ ድመስልካ ኦኬ ምትላል ኣብ ኣብ ዓለም ምትላል ኣሎ ብምትላል እዩ ሰብ ኣብ ቦታታት ዝበፅሑ ብዝኾነ እቲ ሐ- እቲ ቀንዲ ሓንጎል ኣብ መዓንጣ እዩ ኣብ መዓንጣይ ተቐሪፀ ምሽ ብላ ኣ- ወላደይ ምስ ሞተኒ ይብላ ኣዴታት ኣብ መዓንጣይ ተቐሪፀ እምበር ኣብ ርእሰይ ኣብ ርእሰይ ተሰሚዕኒ ኣይብላን እዩ ኣብ መዓንጣይ ሓሪረ እየን ዝብላ ርእሰይ ሓሪረ ኣይብላን እየን ደቂ ነጋስ ሶ ኣብ መዓንጣ እቲ ናይ ብሓቂ ኣብ መዓንጣ ከም ዘሎ ንለሊ ኦኬ So ናይ መዓንጣ ድሕን ኣሎ እቲ በሰላ ኣብ መዓንጣና ድሕን ተሰሚዑና ሓቂ ማለት እዩ ከመይ ጌርና ንሰርሖ ከመይ ጌርና ንሪኦ ከመይ ጌርና ኣብኡ ፀኒሕና ነጥዕዮ ኦኬ ክነለሊ ክንክእል ኣለና ኦኬ ቀደም ኣባና ኦኬ ከምዚ ሕጂ ዝበልኩም ኤግዛምፕል ኣብ በዓል ቻይና ኢንድያ እቶም ዋላ ሕጂ ስጋ ብሕጂ ዝሰርሕሉ ኦኬ ናይ መዓንጣ ሕማም ናይ ኩሉ ሰብ ኣብ ዓለም ዘሎ ዋላ ጽላለ ዋላ ሕማም ኩሉ ዓይነት ኣብ መዓንጣ ዝተ ሕጂ እዩ ሕጂ ከምኡ ይብሉ ኣለዉ ንሕና ቀደም ፈሊጥናዮ ነርና ሕጂ እሳቶም ይብሉ ኣለዉ ኩሉ ሕማም ኣብ መዓንጣ እዩ ስለዚ መዓንጣ ድሕን ኮይኑ እንታይ ንበልዐት ንፈልጥ ኣለና እሳቶም እንታይ የብልዑና ግን ይፈልጡ እዮም ፈልጡ እዮም ፈልጡ እዮም ብድኾነ ኣብ መዓንጣ እንተ ኮይኑ እቲ ትሮማ ሓቂ እዩ ክንሪኦ ክነሕውዮ ክንከ ናይ ርእሲ ግን ኢሉዥን እያ ቅድሚ ሕጂ ብዙሕ ግዜ ብዛዕባ ፍርሒ ኣብታ ናይ ብዛዕባ ፍርሒ ድሕን ኬድኩም ርኢኹማ ርእስና ክንዲ ምንታይ ይፃወተልና ደየለ ትሮማ ከማን ከምፀልና ክእል እዩ ባዕሉ ሰሪሑ ርእስና ስለዚ ኣብታ ናይ ፍርሒ ምዚ ኣጣብቕዋ ክንደቂ ነጋውስ ኦኬ ከነሰላስል ከነሳላስል ከነሳላስል እንከለና ክንሓስብ ይመስለኒ ከነሳላስል ከነውርድ ከነድይብ ከና ኣብ ሓንጎልና ኣብ ሓሳብና ጌጋን ቁንዕን ኢልና ግን ናይ መዓንጣና ስምዒት ንፁር እዩ እንታይ ይስምዓና ኣብ መዓንጣና ምልላይ እዚ ሕጂ ክብለኩም ዝፅናሕኩ ኣብ ሓንጎልና ብዙሓት ሰባት ትመፀና ነሳላስል ነሳላስል እዚ ዶ እቲ ዶ እቲ ዶ ናይ መዓንጣ ግን ንሳ እያ ስለዚ ኣብ መዓንጣና ድሕን ተሰሚዕና እቲ ቃንዛና በሰላና ቀልጢፍና ከነለልዮ ክንክእል ኣለና ከነሕውዮ ከየብለና ከየሕመና ምክንያቱ ይፀኒዑ ናይ ማይንድ ናይ ሓንጎል ግን ይመፅእ ኣይፀንሕን እዩ ቀልጢፍ ይኸይ ኣብቲ ናይ ፍርሒ ረእይዎ ኢኹም ኦኬ

ንረክብ ምሉእ ምሉእ ንረክብ ካብ ናይ ርእሲ እየ ሙን ንረክብ ካብ ናይ ርእሲ ትግርኛ ይካ ኬፍ ኣሎ ሕጂ ናይ ኣብ መዓንጣና ድሕን ተሰሚዕና ሃንድረት ሚእቲ ካብ ሚእቲ እያ ማለት እዩ ካብ ናይ ርእስና ናይ ርእስና ኣይጭበጥን እዩ ምፅ ኢሉ ክይድ እዩ ዝብል እዚ ንጨባቢልና ክይድ ስለ ዝብል ክንሕዞ ክማና ይንኽእልና ናይ መዓንጣኻ ግን ፊዚካል ዝስምዓካ እዩ ስምዓካ እዩ ኦኬ ምክንያቱ ከምዚ ሕጂ ኤግዛምፕል ናይ ኣደ ኤርትራዊት ደቃ ምጠፍዋ ኩርሚ ዝበለት ኣብ መዓንጣ ስለ ዝኾነ እዩ ኦኬ ዲስ ኢስ ሪል ማለት እዩ ናይ ብሓቂ እንግሊኤን ከማን ኣለዋ መሳኪን ንድስሕታ ግን እቲ ምጭባጥ ብዝያዳ ዝረአ ናባና ብጭ ኣብ ብነብሰን ገይርንኦ ደስ ኦኬ ምክንያቱ ጭውነትካ ኣሎ ብድኾነ ዝበለጸ ነፍሲ ንሕግዝ ኦኬ ዝበለጸ ነፍስና ንሕግዛ ግን ፈቃር ምዃን ነፍስኻ ሕጂ ኣብዚ ግዜ እዚ ኦኬ መጀመርታ ፈቀራት ክንከውን ክንክእል ኣላ ሕጂ ናብ እዛ እዛ ሰበይቲ ኣዲኣ ደቃ ዘጥፍእ ዝበልኩም ንኣብነት ኤርትራዊት ኣደ ኦኬ መጀመርታ ንነብሳ ክትሕግዝ ክትክእል ኣለዋ ምክንያቱ እቲ እቶም ደቃ ጠፊኦም እዮም ሓሪራ እያ መዓንጣ ነብሳ ድሕን ደይሓገዘት ዋላ ሓንቲ ክት- ዋላ ሓንቲ ክትገብር ኣይትኽእልን እያ ኦኬ ሕጂ መጀመርታ ነብስና ክነፍቅር ክንክእል ኣነ ኤግዛምፕል እየ ኣምፅኤልኩም መ- እ- እ- ምሳሌ ኣምፅኤልኩም እምበር ብዙሓት ንኣሽቱ ኮይና ንኣሽቱ ኮይኖም እ፣ ብዙሓት በሰላ ዘለዎም ኤርትራውያን ኣለዉ ብብዙሕ መከራታት ዝሓለፉ ብዙሕ ሕማቕን ፅቡቕን ዝረኣዩ ብዙሕ ዘይፈልጥዎ ነገር ዘጋጠሞም ኣብ ቅድሚኦም ኦኬ ኣለዉ እንዴ እዚ ሒዞሞ ክጓዓዙ በሰላ ኦኬ ሕጂ እቲ በሰላ ኣሎ እንድዩ እንደገና ከዓ ዝውስኾ ከዓ ኣሎ ናይ ርእሲ ሕጂ ከነለለ ክንከላ ካብ ርእሲ ርሕዕና ኣብ መዓንጣ ክንከይድ ክንከላ ኣለና ማእታ ንፁር ኮይኑ ክንኣልዮ ክንፍትን ማለት እዩ ደቂ ነጋውስ ኦኬ ነስኻ ኦኬ ኦኬ ሕጂ ዝበለፀ ነብስና ንምሕጋዝ ነብስና መጀመርታ ከነፍቅር ክንከል ኣለና ኖ ምባል ካብ ኖ ምባል ኖ ምባል ሓደ ነገር ግበሩ ድሕን ተባሂልና ወይ ከዓ ንዘይንገብሮ ሕጂ ንኣብነት ንኤርትራውያን ዘጥቅዓና ከምዚ ምሕጋዝ ንስድራኻ ጥዕናኻ ፅቡቅ መዓስ ሽግራት ከለካ ገለ መላ ንኣብነት እየ ምናልባት ኣይኮነ ንኾን ንኣብነት ወይ ከዓኒ ኣብ ዘይደለኻዮ ቦታ ምሕዋስ፣ ንሰብ ክሕጎሰልካ ኢልካ ምምጣጥ፣ ኣብ ዘይኮነ እቲ ነብስኻ ኖ እንዳበለካ ከይፈታኻ ትሕወሰሉ ነገራት ብዙሕ ነገራት ኣሎ። እዚ ኖ ክንብል ክንክእል ኣለና። መጀመርታ ነብስና ከነፍቅር ክንክእል ኣለና ኦኬ ካብ ሰብ ተፈለይ ኣይኮነን ምክንያቱ ሰብ ምስ ሰብ ስለተፈጠረ ንሕና ሰብ ምግቢ ንዓና ምስ ሰብ ቀሪብካ ክትፃወት ክስሕብ ሕልፊ ናትካ ፋሚሊ ክትቀርቦም ንዓኻ እዩ መጀመርታ ድሕነት ትረክብ እዚ ኣገዳሲ እዩ ግን ኣሎ ሓደ ሓደ ነገራት ንዓኻ ድሕን ወይ ንዓና ደጋድደልና ኮይኑ ነቲ በሰላና መጀመርታ ነብስና ዝብለና ክነለሊ ክንክእል ኣለና ክንመዛዝን ክንክእል ኣለና ኣየናይ እቲ ፅቡቕን ክፉኡን ንማለት እዩ ካብ ዕቅን ንላዕሊ ዘይምምጣጥ ካብ ዕቅን ንላዕሊ ዘይምምጣጥ ይበል ሕጂ ዕላል ንዕልል ነርና ምስ ጓለይ ኢልያሲ ኤርትራውያን ከይሓሰብካዮ ትብሊ ነገር ኣለ ኣነ ኤርትራውያን ስለዝኾንኩ ብኤርትራውያን እየ ሕጂ ዝዛረብ ከይሓሰብካያ ምሸ ኣንታ ንሓደ ሰብ ድሕን ፈቲኻዮ ወይ ንውላድካ ኣንታ ፍቕረይ ቅድሚኻ ስጣሓኒ ቅድሚኻ ይስጣሓኒ ገለገለ ድበሃል ኣሎ ሕጂ ንጓለይ ከምኡ እብላ ነይረ ኢለሲ ግን እዚኣ ነገር እዚ ሓቂ ይኮነትን ሕጂ ዓርብ እንታይ ይብሉ ኢለ ድነግራ ንጓለይ ኣብኡ ከለኹም ከዓ ደቂ ነጋውስ ንዓኻትኩም ነገርኩም ሕጂ ዓረብያ ባዕድ ዕምሪ እዮም ዝብሉ ድሕሪ ሂወተይ እዚኣ ሕጂ ናይ ብሓቂ ኮይና ኣላ ማለት እዩ ኦኬ ምክንያቱ ሓደ ምሰላ ከማን ጆክ ኣሎ ኣብ ኤርትራ ወዲ ሓሚሙሲ ቅድሜኻ ቅድሜኻ ኢላስ ዳሕራይ ተሸፊኑ ገለ መልኣኽ ድመስል ምስ መፃስ ኣፍቲ ኣለካ ትሕሙ ውሰዶ ኢላ ይበሃል ሕጂ እቲ ይበሃል እንዲ ብብህል ቅድሜኻ ስጣሓኒ ይበሃል እዩ ፈቃራት እየን ይሓልፋ እየን ካብ ኤርትራ ከኣ ይሓልፋ እየን ዘይሓልፋ ኣይኮናን ቅድሚ ውላደን ይሓልፋ እየን ግን ብብዝሒ ስለ ዝዛረቡ ዘለኸ ብብዝሒ ግን ባዕዲ ዕምሪ ከምኡ ኢለ ሕክያ ነይራ ንጓለ ባዕዲ ዕምሪ ድሕሪ ህይወተይ ድሕሪ ህይወትካ ሕጂ ነፍስና መጀመርታ ከነፍቅር ኣለና እቲ ቀንዲ ነገሩ ነብስና መጀመርታ ከነፍቅራ ኣለና ዋላ ቅድሚ ኩሉ ኦፍ ኮርስ ውላድ ድሕና ኣለውና ድሕን ዕድመ ደይኣኸለ ትሕቲ ዕድመ ድሕን ኮይኖም ጌጋ ኢንፎርሜሽን ክሂበኩም ናይ ግድን እሳቶም ፓዮሪቲ ቀዳምነት ኣለዎም ግን ጠቕላሎ ግን ንስኻ ድሕን ደይሓወኻ ንስኻ ድሕን ፅቡቕ ደየለኻ ንካልእ ሰብ ከትሕዊ ኣይትኽእልን ኢኻ ሕጂ ንኣብነት ኣብ ፍላይት ክኸዱ ከለዎ መጀመርታ እቲ መተንፈሲ ናንስኻ ድሓራይ ነቲ ቆልዓ ምክንያቱ ነቲ ቆልዓ ክትገብር ንስኻ ድሕን ጠፊእካ እቲ ቆልዓ ትርጉም ስለ ዘይከውን መጀመርታ ንስኻ ክትከውን ኣለካ ከምታ ናይታ በዓል ዕምሪ ዝበልኩኹም እያ ማለት እዩ ኣብቲ ቀንዲ ነገረይ ክብል በሰላ ድሕና ኣለና መጀመርታ ንሕና በሰለና ክንሕዊ ክንክእል ኣለና ዋላ ዳሕራይ ኣብ ሂወትና ከማኒ ክንቅፅል ድሕን ኮይና ወይ ክትፃመድ ወይ ገለ ነገር ክትገብር ከ ነብስኻ መጀመርታ ክትሕዊ ክትክእል ኣለካ ንስኻ ወይ ከዓኒ ኣበይ ኣሎ ተቓንዝኻ ክትፈልጦ ኣለካ ናትካ ምዃኑ ኣላሊኻ ወይ ተሓንጊጥካያ ትኸይድ ወይ ከዓ ግሒፍካያ ትኸይድ ንማለት እዩ ደቂ ነጋስ ኦኬ ንነብስኻ ምምሳል ንነብስኻ ምምሳል ኦኬ እዚ መጀመርታ ከዓ ክንሰርሐሉ ዘለና ከዓ ንመጀመርታ ንነብስና ክንመስል ክንከሎ ኣለና ይ ምስቲ ዓዲ ዘለካዮ እንዲኻ ትኸውን እቲ ዓዲ ዝተኸደንዎ ትኽደን እቲ ዓዲ ዘለካዮ ዝበልዕዎ ትበልዕ ከምቲ መዋዓልትኻ ክትከውን ትደሊ ሕጂ ብብዝሒ ሰብ ፀጉሪ ስጋብ ኣብ መዓኮሮን ዝበፅሕ ናይ ፀጉሪ ከማነይ ይበዝሕ እቲ ፀጉሪ ደለካ ከማንስ ውሕድ ኮይኑ ይስማዓካ ሓንሳብ ሓንሳብ ሜክኣብ ኩሉ ሰብ ይገብር እንድዩ ሜክኣብ ዶ ገለ ካብ ዕቂ ንላዕሊ ደስ ኢልዎ ዘይኮነ ሰብሲ ማዓታን ፊት ክገብር ማዓታን ክመዓራረ ክኣቱ ኣክሰፕትድ ክኸውን ሕጂ ኣክሰፕት ተቐባልነት ንክረክብ ድገብሩ ሕጂ እዚ ይመጻካ እዩ ካብቲ ኦሬዲ ናትካ ሽግራት ኣለካ ንዕኡ ክትገብር ይወሳስኸልካ እዩ ሽግር ሕጂ ከነለሊ ክንክእል ኣለና ኣብቲ ደይ ምኣምኣና ደይ ምእታው ፅሪ ፅሪ ርይ ኢልካ ፅሪ ርይ ድሕን ኢልካ ኦኬ እኹል እዩ ግን ከቢድ እዩ ምስ ነብስኻ ክትሰርሕ ክትክእል ኣለካ ምክንያቱ ምስ ኣማዕኮሮም ዝበፅሕ ፀጉሪ ድሕን ኣፍሮ ኮንካ ወይ ቆርጫጭ ኮይኑ ወይ ሓፂር ፍልይ ዝበልካ ክትከውንሲ ክንዲ ምንታይ ኢኻ ድሉው ወይ ከኣ ክንዲ ምንታይ ኢኺ ድልውቲ ኮፍ ኢልኪ መሊእኪ ክትጻወቲ ወይ ክትዕልሊ ወይ ክትሕወሲ እዚ እዚ ክንሰርሕ ክንክ እዚኣ ንዓኻን ንፈጣሪኻን እያ ኦኬ እቲ ሰብ ገይርዎ ኢልካ ደይምጋ ብዙሕ ስራሕ ምስ ነብስና ክንሰርሕ ክንክእል ኣለና ኦኬ ንማለት እየ ንምንታይ እዚ ኤግዛምፕል ኣምፅዮ ካብቲ ዕቅናስ ድሕን ተመፂጥናስ ክንስበር ስለ ንኽእል ኦኬ ስለዚ ዓይኒ መጠጥ ፀጉሪ ምግባር ፅቡቅ እዩ ኩሉ ነገር ምግባር ፅቡቅ እዩ ግን እሱ ኣብኡ ዲፐንድ ከይንገብር ኣብኡ እሱ እዩ ጥራሕ መንገዲ ክንብላ ንስኻ ብርሃን ኣብ ውሽጥኻ ዘሎ እቲ ዝዓበየ እቲ ካልእ ዋላ እቲ ስጋይ ከማነይ ነቲ ነብሰይ ንኸንቀሳቕሶ ዝተዋሃብክዎ እዩ ከምቲ ክዳነይ ኮምፕላሴን እዩ ኣነ ቅድሚ ሕጂ ነጊረኩም እየ ስለዚ ንምንታይ ኣነ ከምኡ ኢለ ነዞም ፀጉሪ ዝገብሩ ገለመለ ዝገብራ ከተሓሕት ኢሉ ዘይኮንስ ኖ ድሕን ኣይምእምኣናን ኮይኑ ዋላ እተን ድገራ ከማኒ ድሕን ኣየወፃፅኣናን ኮይኑ ኣይንግበሮ መጀመርታ ምስ ነብስና ንቕረብ እዚ ንሕና ርእሰ ተኣማመንነት ኦኬ ማእታን ከይርብሸልና ማለት እዩ ኦኬ እምበር ኩሉ ክንገብር ንኽእል ኢና ኩሉ እዩ ከዓ ደቂ ነጋፍ ዘፀብቐልና ኩሉ እዩ ዘፀብቐልኩም ኦኬ ግን ናይ ውሽጢ እንዲና ንሰርሕ ዘለና ናይ ትሮማ ኢና ንሰርሕ ዘለና ሕጂ ኦኬ ናይ ትሮማ ስለ ዝኾነ ንዓና ከመይ ገይሩ ሙሉኣ ትገብረና ክንሓስብ ክንክእል ኣለና ምክንያቱ ትሮማ ድመፅእ ምክንያት ኣለዎ ትሮማ ኡስ ኢሉ ኣይመፅን እዩ ምክንያት ኣለዎ ንዓይሲ እዚ ክረክበኒ ኣነ እዚ ኣይግበኣንን ኢልካ ጣዕ ትብለሉ ነገር የለን ግን ድሕን ተዓዚብካዮ ፈጣሪ ዝዓበየ ጊፍቲ እዩ ዝህበካ ኦኬ መምሃሪና እዩ ብድኾነ ፈጣሪ ፈጣሪ ክብል ከለኹ ከዓ ትፈልጥኹም ፅቡቅ ጌርኩም ፃዕዳ ሰብኣይ ከም ዘይኮነ ብዛ ኣብዚ ናተይ እንታይ ይበሃል ኦኬ ፈጣሪ ፀሓያ ኢለ ነጊረኩም እየ እዚ ናተይ እምነተይ ኦኬ ማይ ኦኬ ንፋስ እቲ ኤሌመንት ተነርባት ኤሌመንት ኦኬ ፀሓይን መሬትን ኦኬ ፍጥረት ኩሉ ግዜ ትፍጠር ኦኬ ኩሉ ግዜ ትፍጠር ፍጥረት ጠጠው ኢሉ ኣይፈልጥን እዩ ኦኬ ኮንቲኒው ሰብ ካብ ሰብ ይፍጠር ደቀቕቲ ነገራት ካብ መሬት ፍጠሩ ፍጥረት ኩሉ ግዜ

እዚ ሕጂ ናይ ፀጉሪ ተዛሪበ እንዴ ደቂ ነጋውስ ሕብርታት ምግባር ኣካላት ኣካላት ሕጂ ንሕና ጌና ስለ ድኻታት ድኻታት ካይነ ድኻታት ኣይበሃልን እዩ ኩልና ሃፍታማት ኢና ግን ሕጂ ንዓና ፋይናንሻሊ ገንዘብ ብዙሕ እንተዝህልወና ነይሩ ካልእ ምገበርና ነርና ምክንያቱ ብጣዕሚ ኢና ፅቡቕ ንፈቱ ክንፋታተን ንፈቱ ኢና ምክንያቱ ክንፍትን ስለ ዝመፀና ብዙሓት ሰባት ኣለዋ ብዙሕ ነገር ኣብ ነፍሰን ደይፈትዎ ድዕርዮ ኦኬ ሕጂ እዚ ንገዛእ ርእሱ ሽግር ፈጥር እዩ። ሃንድረድ ፐርሰንት ሃብዚታት ክንጥንቀቅ ኣለና በብንእሽተይ ዝጅመር ብምውቃጥ ኣሎ ብምስቋር ኣሎ ብፀጉሪ ኣሎ ብሜክኣብ ኣሎ ብፅፍሪ ኣሎ እዚ ኩሉ ቀዳማይ ነገር ኢኮኖሚካ ከማኒ ይቃወሰልካ እዩ ምክንያቱ ካብቲ እንታይ ይበሃልካ ኢካ ትወፅእ ዘለካ ሓደ ሓደ ሰባት ኣለዋ ካብ ክበልዓ ፅፍረን ክዐርያ ኣነ ምፈትየ ፅፍሪ ፅፍሪ ማለት ኣዝማርቶ ከምኡታት ክገብራ ኣብ ነገራት ዝያዳ ኢንቨስት ዝገብራ ሰባት ኣለዋ ምክንያቱ ሕወሳ እቲ ስርሐን ከምኡ ደማንድ ስለ ዝገብር ስለዚ እሱ ንገዛ ርሱ ነቲ ትሮማ የጋድዶ ስለ ዝኾነስ ዝያዳ ከመይ ጌርና ፀሪና ፅቡቅ ክዳን ተኸዲና ፅሩይ ፅፉፍ ተኸዲና ብዙሕ ተዛሪበ ከመይ ጌርናስ ምሉኣት ኮይና ንክንነብር እዩ ማእታን ትሮማና ዝያዳ ከይገድድ ምክንያቱ ንሕና ኢና ተሰኪምናያ ንከይትሮማና ዋላ ሓደ ሰብ ዝስከመልና ስለዘየለ ኦኬ ሶ ኣካላተን ቀያየረአን ምልላይ ኦኬ ኣብ ርእሲኡ ከዓኒ ከነለሊ ክንክእል ኣለና ናብ ሰብ ፍርዱ ንህቦ ሕጂ ኣነ ምሽ ይዛረብ ኣለኹ ኣነ ንትምህርቲ ክኾነና ማዕታን ካብኡ ክንዕቀብ ኢለ እምበር ኣነ ንገዛ እርሰይ ነቶም ከምኡ ዝገብራ ክፈርድን ኣይግባእንን እዩ ኦኬ ምክንያቱ እሳትን እየ ንፈልጦ እቲ ኩነታት ናታተን ኣነ ኣይፈልጠለንን እየ ዋላ ሓደ ሰብ ዝፈልጥ የለን። ንሰን እየን እንታይ እየን ዝሽፈና ዘለዋ እንታይ እየን ዝኾና ዘለዋ ኣበየናይ ሰዓት እየን ዝኸዳ ዶ ዋላ እቶም ኣወዳት ከማን ከምኡ ዋላ ኣነ ከማን ኩልና ኣበይና ቦታ ኢና ዘለና ከመይ ኢና ንኸውን ዘለና ኦኬ ንሕና ጥራሕ ስንንፈልጦ ክንፈርድ ኣይግባኣና ከምኡ እዩ ደቂ ነጋውስ ዓቢና ኣይትፍረድ ከይፍረደካ ዝበሃል ምክንያት ኣለዎ ምክንያቱ እቲ ትሮማ ከማነይ ድሕን ሓደ ነገር ሓደ ሰብ ሓደ ነገር ረኺብዎ ኦኬ ኣይትፍረድ ከይፍረደካ ምክንያቱ ኣለዎ መምሃሪኡ መሪፅዎ ዝመፀ እዩ ካብኡ ድመሃረሉ ኣለዎ ዲስትራክትድ ድሕን ዘይኮነ ኣብዚ በዓል እንታይ ይበሃል መምሃሪ ነብስና ዝሃበና እዩ ኦኬ ቃንዛ ኦኬ እዚኣ ወዲኣ ድየ ቃንዛ ዕድል ንክት ቃንዛ ማለት ትሮማ በሰላ ቃንዛ ኦኬ ዕድል ንክትም- ንክትመሃር ይፍጠር ንክትመሃር ይኸፍተል ዕድል ንክንመሃር ይኸፍተልና ምክንያቱ ኣነ ቃንዛ ዝሕን ደይብለይ ቃንዛይ ኣይርድ ቃንዛ ናይ ካልእ ሰብ ኣይርድኣንን እዩ። ኤርትራ እዚ ኩሉ ኣብ ዲፊክልት ሲትዌሽን ኔራ ምሽ ንክንደይ ዓመት ንብዙሕ ዓመታት እንደገና ከዓ ናይ ዜን ሰላሳ ዓመታት ሕጂ ከምኡ ዓይነት ሽግር ዘለዎም ጥራሕ እዮም ረሌት ክርድኡና ዝኽእሉ ኦኬ እምበር ዝኹሉ ኤርትራ ዕድመ ንመድሂን ወዲ መድሂን በራድ ዕድመ እንድዕሉ ኣሲርዋ ከሎ ዋላ ሓደ ሰብ ዝጠመታ ኣይነበረን ዋላ ሓደ ሰብ ጎረባብታ ከጠምታ ኣይካለን ዋላ ሓደ ሰብ እንታይ ነይሩ ኣብ ኤርትራ ይፍለጥ ነይሩ ምክንያቱ ከምኡ ስለ ዘይወረዶም ረሲዖም ሞት ከምኡ ዝነበርዎ ኦኬ ሕጂ ርሌት ክገብሩ ኣይኮነ ሕጂ ከ ርሌት ትገብሩ ዶ ሃንድርድ ፐርሰንት ሕጂ ዛረቡ ኣለዉ ኤርትራ ከመይ ከም ዝነበረት ሕጂ ዛረቡ ኣለዉ ንኣብነት ኢትዮጵያ ኦኬ ምክንያቱ ሕጂ ስለ ድብ ምክንያቱ ናይ ሰላሳ ዓመት ኣቆልዑት ኣይፈልጡን እዮም ኦኬ ሰላሳ ዓመት ሰብ ተኣሲሩ ብናታቶም ብናታቶም ሰበብ ድዩ ዋላ በብነቶም ሓለፍቲ ስምምዕ ኦኬ ስለዚ ኩሉ ግዜ ትሮማ ንዓና መምሃሪና እዩ ኣይሆብ እዚኣ ተረዲኣትኩም ክትከውን ኦኬ ንዓና ኣብ መቓበቢ ኣብ ነብስና ኩሉ እዚ ኣብ ዓለም ዘሎ ገዲፍዎ እዩ ሰብ ክኸይድ ኦኬ እቲያ መምፂኻ ግን ርክብ ምስ ነብስኻ እዩ ናብ ነብስኻ ዘቕርበካ እዩ ዋላ ቃንዛ ዋላ ቅርፀት ከብዲ ዋላ ርእሲ ሕማም ድሕ መፅዖ ኩሉ ገዲፍካ ናብ ኣኻ ኮንሰንትሬት ናብ ነብስኻ የቕርበካ ምክንያት ኣለዎ ኦኬ ፈጣሪ ንኽንበራበር ዝሃበና እዩ ፈጣሪ ንኸንበራበር ምክንያቱ ንሕና ኣይገድፈናን እዩ ኩሉ ግዜ ምሳና እዩ ግን ንሕና ኣይነስተብለሉን ኢና እቲ ናይ ማተርያል ወርልድ ዝብሎ እቲ ነገራት ናይ ዝዓለም ብልጭልጭ ዓለም ስለ ዝያዳ ስሕበት ንዓና ዝሃበና ናብኡ ስለ ንቅልብ ኦኬ በሰላ ቃንዛ ስለምዓና ዝስምዓና ስለ ማለት ስለ መዕና ስለ ኦኬ በሰላን ቃንዛን ዝስምዓና ካብ ነብስና ስለ ዝረሓቕና እዚ ሲሪየስ ኣነ ክገልፃ ክፍትን እየ እዚኣ እዚኣ ድሕን ተረዲኣትኩም ብጣዕሚ ብጣዕሚ ብጣዕሚ ፅቡቅ እዩ ቃንዛ በሰላ ዝስምዓና ካብ ነብስና ስለ ዝረሓቕና እዩ ከመይ ገይሩ ቃንዛ ዳ ኣለና እንዶ ምስ ነብስና ከ ኣለና ኖ ምስ ነብስና የለና ምዚ ሕጂ ብልጭልጭ ዓለምን ምዚ ኣርቲፊሻል ላይፍን ኣብኡ ስለ ዘለና መን ምዃንና ስለ ዘይፈለጥና ጥራሕ ቃንዛ ንሕና ብፁዓት ብምስሊ ፈጣሪ ተፈጠርና ኣይ ቃንዛ ኣይትንክፈና ኣየንድደና ዋላ ሓንቲ ኣይኮናን እንተንብል ኣይመሰበላን ግን ንሕና ኣነ ኩስቶ ጓል ኩስቶ ኣብ ዓዲ ኩስቶ ከምዚ ደቂ ነገራት ዘለካ ኢልና ድሕናኡ ኮይና ዝያዳ ቀሪብና ግን ኦኬ መን ምዃንና ካብ መን ምዃንና ናይ ብሓቂ ፒር ላይት ቢን ምዃንና ስለ ዝረሓቕና እዚ ኩሉ ቃንዛ ኒሕና ኣብ ሕቋና ኣሎ ኦኬ እዚኣ እታ ቀንዲ actually ካብዚ ኩሉ ከመይ ጌርካ ሂል ትገብር ካልእ ካልእ ነገር ኣሎ እንዶ እዚኣ እታ ቀንዲ መን ምዃንካ ማለት ክስተወዱ መስተወዶ ይኾነ ኦኬ ብምስሊ ፈጣሪ ተሰራሕካ ብርሃን ነዚ ስጋ ለቢስካ ኣብዚ ዝመጻኻ ኩሉ ዝርከበካ ደሎ ዝርከበና ዘሎ ከዓኒ ንዓና መምሃሪና እዩ ኢልና ድሕን ኣሚና ናብ ስነብስና ቀሪብና ኣለና በሰላ የለ ቃንዛ የለ ኦኬ ብዙሕ በዚ ከምዚታት ክትፈልጡ ትድሕን ትደልዩ ይኾንኩም ከዓኒ ዶክተር ጋብር ማት ዝበሃል ኣሎ ቅድሚ ሕጂ ከማኒ ሂበኩም ነይረ ስፔል ክገብረልኩም እየ ጂኤቪኦኣር ናት ፈርስት ኔም ዳሕረ ከዓ ማትካ ኤምኤቲኢ ዶክተር እዩ ኬፍ ዘለዎ ሰብኣይ እዩ ሕጂ እኳ ዘረኣዩ ርኢና ኣለኹ እምበር ብዙሕ ርእየዮ ኣለኹ 2012 ኦኬ ብዙሕ ብዙሕ ርእየ ኣለኹ የ ብዙሕ ሞሻት ኣለዎ ኣብሱ ከዓ ኣብ ነሱ ዝተፈተኖ ስለ ዝኾነ ብኡ ኣነ ክበኩም ኣይደልን እየ ብዙሕ ረፈረንሳት ምክንያቱ ከም ገለ ትሪኦም ዶ ከም ገለ ፀንሑካ ዳሕራይ ሕጂ እሱ ግን ኣብ ነሱ ብዙሕ ነገራት ስለ ከዓ ድሬ ነበርኩ ኣይ ድሕን ኢንተርስት ኣለኩም ረፈረንስ ረፈረንስ ስለትብሉ ንደቂ ነጋውስ ዓው ክብል ኣለኒ ከዓኒ እኒሄ ለሱ ኦኬ ካብ ቃንዛ በሰላ ክንወጽእ ናብ ነብስና ክንቀርብ ይሕግዘና መን ምዃንና ምፍላጥ ኦኬ መን ኣብ ቅድሚ ሕጂ ብዙሕ ተነጊረ ሳልሳይ ዓይኒ ነጊረኩም እየ ዋላ ሳልሳይ ዓይኒ ኣይከፈት ኣትሊስት ናብ ነብስና ናብ ነብስና ምቕራብ ማለት ሓቂ ንኹን ምስ ነብስና ኦኬ ደቂ ነጋውስ ነዚ ክብል ኢለ እየ በሰላ ናብ ነብስኻ ምቕራብ ጥራሕ እዩ ኣነ ወላ ሓደ ዝትንክፈኒ የለን ኣነ ሒዘዮ ድመፃኹ የለን ሒዘዮ ዝኸይድ የለን ኣነ መምፅኤ ከዓኒ ክፍተን ኢለ እየ መፅኤ ሞ ተመስገን ፈጣሪ እዚ ዝሃብካ- እዚ ዝሃብካኒ ኦኬ ካብኡ ከ እንታይ እዩ ንምንታይ እያ ኢልካ ኣብኣ ምፅናሕ ናይ ርእሲ አ፣ ኣብቲ ናይ ርእሲ ኪዱ እዚ ናይ ውሽጢ እየ ዝብለኩም ናይ ብሓቂ ናይ ብሓቂ ቃንዛ እዚ ናይ ብሓቂ this is real ናይ መዓንጣ ቃንዛ ሓቂ እዩ ሓቂ እዩ ኦኬ ናይ ከም ናይ ርእሲ ይኮነን ስለዚ ንምንታይ ኢኻ ፈጣሪ ሂብካኒ ምክንያቱ ኩሉ ዝሃበና ናይ ፈጣሪ እዩ ናትና ነገር የብልና ንሕና ወላ ሓንቲ የብልና ንዓና ኩሉ ፈጣሪ ዝቀረበልና ኢና ኣብኡ ንፃወት ዘለና ኦኬ ተባሂልኩም ኢኹም እኮ ኩላ ጌም እያ ኢልኩም መዓት መንእሰያት ጠፊኣስ ጌም እያ ተባሂላ ናይ ስጋ ዲና ንሰርሕ ዘለና ወላ ናይ እንታይ ይበሃል ናይ ፈጣሪ ኣብ ናይ ፈጣሪ ናይ ፈጣሪ ክንከውን ኣለና ናይ ስጋ ናይ ስጋ ክንከውን ኣለና ሕጂ ግን ምስ ፈጣሪና ክንረኸብ ምስ ውሽጥና ክንረኸብ ኣለና እቲ ላይፍ ቢን እቲ ፅፉፍ ደይነድድ ደይመውት ዋላ ሓንቲ ደይኮን እቲ ኣብ ውሽጥና ዘሎ ዋላ ሓንቲ ደይቀርቦ ክፍኣት ኣይቀርቦ ገለ ዘይቀርቦ ኣብኡ ድሕን ቀሪብና እዚ ኩሉ ባዕሉ ክፈርስ እዩ ንማለት እየ ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ኣዘይ ብዕብዮ ቻው